ሎሚ እውን ከምቲ ዝሓለፈ ኣብ ዝተፈላለየ ጉዳያት ዘተኮረ መደብ ሒዝናልኩም መፂና ኣሎና ቪክቶር ቡት ነጋዳይ ሞት ምስ ኤሜሪካዊት ተፃዋቲት ኩዕሶ ሰኪዐት ብምልውዋጥ ካብ ማእሰርቲ ዝተለቀ መን እዩ ኣብዚ ሰሙን መዛረቢ ማዕከና ዜና ዓለምና ኮይኑ ዘሎ ኣብ መንጎ ሕቡራት መንግስታት ኤሜሪካን ሩስያን ዝተኻየደ ናይ እሱራት ምልውዋጥ እዩ እዚ ጉዳይ ንብዙሓት ኤሜሪካውያን ዘሐጉስ ክኸውን ከሎ ንብዙሓት ድማ ኣቖጢዑ ይርከብ። ግን ስለምንታይ ብወገን ሩስያ ሓጎስ ክፈጥር እንከሎ ብወገን ኤመሪካውያን ግና ምክፍፋል ፈጢሩ? ነገሩ ብሕጽር ዝበለ ክንገልጹ ክንፍትን ኢና እሞ ሰዓቡና። ብሪትኒ ግሬነር ኤመሪካዊት ፕሮፌሽናል ተጻዋቲት ኩዕሶ ሰኪዐት እያ። ብ17 ለካቲት ናይዚ ንዛዝሞ ዘለና ዓመት ኣብ ከባቢ ሞስኮ ዝርከብ ኤርፖርት ኣብ ሳንጣ ካናቢስ ዘይቲ ማለት ሓሽሽ ዘይቲ ስለ ዝተረኽባ ኣብ ትሕቲ ቀይዳ ኣተወት። ሓሽሽ ዘይቲ ኣብ ኣሜሪካ ፍቑድ ክኸውን ከሎ ኣብ ሩስያ ግና ፍቑድ ኣይኮነን። ብሪትኒ ብምኽንያት ጥዕናኣ ዝተኣዘዘላ ካናቢስ ዘይቲ ኣብ ትሕቲ ቀይዲ ብምእታዋ ኣብዘን ዝሓለፋ ዓሰርተ ኣዋርሕ ንዓኣ ንምፍታሕ ዝተገብረ ጻዕሪ ክሰልጥ ኣይከኣለን። ኣብ መወዳእታ ግና ኣብ ውግእ ዩክሬን ተጸሚዳ ዘላ ሩስያ ብሓደ ቪክቶር ቡት ዝተብሃለ እሱር ክትለዋወጥ ፍቓደኛ ዀነት። ቪክቶር ቡት ኣብ 2008 ናብ ታይላንድ ክተሓዝ ከሎ ድሕሪ ብዙሕ ጻዕሪ ደኣ ኣብ 2010 ናብ ኤመሪካ ተዘዋወረ። ብድሕሪ እዚ ኣብ ክልተ ሽሕን ዓሰርተ ወሓደን ኣብ ከተማ ኒውዮርክ ንዕስራን ሓሙሽተን ዓመት ዝተፈርደ እሱር ነበረ ንምዃኑ ቪክቶር ቡት መን እዩ ቪክቶር ቡት ሩስያዊ ነጋዳይ ኣፅዋር ኮይኑ ብክልተ ሽሕን ዓሰርተ ሓደን ንዜጋታት ኣሜሪካ ንምቕታል ውዲት ኣሊምካ ተባሂሉ ተኣስረ ንዓሰርተታት ዓመታት ከም ዝእሰር ምስ ተነገሮ ብጠበቕኡ ኣቢሉ ድርቅና ብዝተመልኦ ከምዚ ብምባል ኣመሓላለፈ። እዚ መወዳእታ ከም ዘይኮነ እየ ዝኣምን በለ። ልዕሊ ዓሰርተ ዓመት ኣብ ቤት ማእሰርቲ ሕሪ ምጽናሕ እቲ ወዲ ሓምሳን ሓሙሽተን ዓመት ቪክቶር ቡት ካብቲ ንዕስራን ሓሙሽተን ዝተፈርዶ ቤት ማእሰርቲ ዝሓለፈ ሰሙን ነጻ ተለቀ። ሰበስልጣን ሩስያ ሚስተር ቡት ካብ ግዜ ማእሰርቱ ጀሚሮም ንምፍትሑ ብዙሕ ጸቕጢ ካብ ምግባር ኣይዓረፉን። ማእሰርቲ ተጻዋቲ ሰኪዐት ኣሜሪካዊት ድማ ነቲ ሩስያ ንዓመታት ዝጸዓረትሉ ሚስተር ቡት ንምፍታሕ ዓብዪ ዕድል ኮነላ። እቲ ኣብቲ እዋን ዝነበረ ላዕለዋይ ዓቃብ ሕጊ ኣሜሪካ ኤሪክ ሆልደር ሓደ ካብቶም ኣብ ዓለምና ብብዙሕ ኣጽዋር ዝሸጡ ብምባል ገሊጽዎ ንግዲ ኣጽዋር ቪክቶር ቡት ንሰራሕቲ ፊልም ሆሊውድ ስሕበት ገበረሎም እሞ ኒኮላስ ኮጅ ቪክቶር ቡት ገጸ ባህሪ ብምሓዝ ጎይታ ውግእ ብምባል ኣብ 2005 ፊልም ሰርሑ። በዚ ድማ ካብቶም ኣብ ትሕቲ ቀይዲ ሕቡራት መንግስታት ኣሜሪካ ዘለዉ ሩስያውያን ዝሓሸ ተቐባልነት ዝነበሮ ገበሮ። ሚስተር ቡት ኣብቲ ምስ ጋዜጠኛታት ዝገበሮ ቃለ ምልልስ ነቲ ምስ ወኪላት ሓበሬታ ሩስያ ከም ዝዓዪ ዝተኸሰሶ ክስታት ብተደጋጋሚ ነጺግዎ እዩ። ይኹን እምበር ክኢል ኣብ ኣገልግሎት ጸጥታዊ ግዳያት ማርክ ጋሎት ሚስተር ቡት ትምህርቱን ማሕበራዊ ስነ ሞጎታውን ክእለቱ ብምዕዛብ ኣባል ከም ዝኾነ ይጥርጥር ይብል። እንተወሓደ ኣባል ናይቲ ጂኣርዩ ዝተባሂሉ ዝጽዋዕ ጉጅለ ከም ዝኾነ ይዛረብ ማርክ ጋሎት ሓሳቡ ብምጥንኻር ከምዚ ይብል ዝኾነት ሃገር ንዜጋታተን ካብ ሕማቕ ነገራት ከውፅኦም ይፅዕራ እየን እንተኾነ ምስቲ ሩስያ ንሚስተር ቡት ንምውፃእ ዝኸደቶ ርሕቀት ዝዳረግ ኣይኮነን ሩስያ ንሚኒስተር ቡት ንምውፃእ ፍሉይ ቀዳምነት ከም ዝገበረት ይገልጽ። ሚስተር ቡት ኣብ ርእሰ ከተማ ታጃኪስታን ዝኾነት ዱሻምበ እዩ ዓብዩ። ክሳብ ወዲ 18 ዓመት ኮይኑ ናብ ሰራዊት ሕብረት ሶቭየት ዝቝጸር ድማ ኣብዛ ከተማ ይነብር ነበረ። ኣብ ሰራዊት ምስ ተቖጽረ ኣብቲ ሞስኮ ዝርከብ ወታደራዊ ትካል ቋንቋ ወጻኢ ፖርቱጋልኛ ጽንዐ። እዚ መባእታዊ ደረጃ ነበረ። ድሕሪኡ ኣባል ሓይሊ ኣየር ሶቭየት ሕብረት ኮነ። ሚስተር ቡት ካብ ውትድርና ወጺኡ ብዙሕ ከይጸንሐ ሕብረት ሶቭየት ተበታተነት። ቁጠባ ሩስያ እናንቆልቀለ ምስ ከደ ገበነኛታት ጉጅለታት እናዓበዩ እናበዝሖን ከዱ ብድሕሪ እዚ ናብ ሕቡራት ሃገራት ዓረብ ገዓዘ ኩባንያ ፅዕነት ነፈርቲ ጀመረ እሞ ክሳብ ሱሳ ዝኣኽላ ነፈርቲ ኣብጽሐን። እተን ናይ ቀደም ግዝኣታት ሶቭየት ሕብረት ዝነበራ ወታደራዊ ኣቑሑ ናብ ጸሊም ዕዳጋ ክሸጣ ስለ ዝጀመራ ቡት ነቶም ኣብ መላእ ዓለም ዝነብሩ ኣንጻር መንግስቲ ዝቃለሱ ዕጡቓትን ግብረ ሽበራውያንን ወታደራዊ ናውቲ ኣጽዋር ከም ዘብጽሓሎም ኣኽበርቲ ሕጊ ይገልጹ ኣብ ሩስያ ሓድሽ መዋእል ውልቃውነት ብምንጋሱ ዘይሕጋዊ ነጋዶ ኣጽዋር ነቲ ብግዜ ሶቭየት ዝነበረ ማሕበራውን ወታደራውን ከምኡውን ናይ ንግዲ መስመራት ብምጥቃም ዝተፈላለዩ ትካላት ብምቛም መሕብኢ ዘይሕጋዊ ገንዘብ ገበርዎ ሚስተር ቡት ነቶም ኣብ ሩዋንዳ ዝነብሩ ምልሻ ንጣሊባን ኣልቃዒዳን ኣፅዋር ብምሻጥ ተኸሰ ብመሰረት ዝተፈላለዩ ምርመራታት ክሲ ሕቡራት መንግስታት ኣሜሪካ ንሱን ብጾቱን ኣብ ሴራልዮን፣ ዲሞክራስያዊት ሪፖብሊክ ኮንጎ፣ ከምኡውን ኣልጀርያ ንመንግስትን ነቶም ንመንግስቲ ዝቃወሙ ዕጡቓትን ኣጽዋር ይቐርብ ከም ዝነበረ እዮም ዝሕብሩ ንኸይተሓዝ ዝገብሮ ዝነበረ ክእለት ካብቶም ንምዕራባውያን ናይ ኢንቴሊጀንስ ኣትካላት ዘተሓሳስቦም ነበረ ሓደ እዋን ብ1995 ናይ ጣሊባን ዕጡቓት ንሓንቲ ካብተን ነፈርቲ ብሓይሊ ብምዕጋት ነታ ነፋሪት ብምውራስ ነቶም ኣብታ ነፋሪት ዝነበሩ ሰባት ኣሰርዎም ይኹን እምበር ሚስተር ቡትን ሩስያን ነቶም እሱራት ከውፅእዎም ከኣሉ ኣብ 203 ኣብ ዝገበሮ ቃለ መጠይቕ ብዛዕባ እቶም እሱራት ክዛረብ ከሎ ኣምሊጦም ብምባል ብቐሊሉ መለሰ ድሕሪ ብዙሕ ጻዕሪ ኣብ መወዳእትኡ ሰበስልጣን ሕቡራት መንግስታት ኣሜሪካ ብ2008 ኣብ ባክኖክ ሓዝዎ ሕቡራት መንግስታት ኣሜሪካ ምስቶም ክሳብ ዝሓለፈ ዓመት ከም ግብረ ሽበራውያን እትሪኦም ዝነበረት ሰውራውያን ደቂ ኮሎምብያ ብምምስሳል ኣፅዋር ክገዝኡ ከም ዝደልዩ ብምሕባር ምስ ሚስተር ቡት ክትራኸብ ከኣለት። እቲ ንብዙሓት እዋናት ክሰልጦም ዘይከኣለ ጉዳይ ድማ ቪክቶር ቡት ተሰማምዐ እሞ ናብ ታይላንድ ኣምርሐ። ጸጥታ ናይ ኣሜሪካ ምስ ፖሊስ ታይላንድ ብምትሕብባር ድማ ኣብታ ንርክብ ዝተቋጸሩላ ሆቴል ኣብ ትሕቲ ቁጽጽር ኣእተውዎ። ኣብዚ ሕጂ እዋን ምስታ ፍልጥቲ ተጻወቲ ሰኪዐት ብምልውዋጥ ተፈቲሑ ንዓዱ ተመሊሱ መሬት ሃገሩ ማለት ሩስያ ኣብ ዝረገጸሉ ድማ ናይ ጅግና ኣቀባብላ ተገብረሉ ከምኡውን ነቲ ኣብ ልዕሊ ዩክሬን ዝካየድ ዘሎ ኩናት ደገፉ ገሊጹ ኣብቶም ፖለቲከኛታት ሕቡራት መንግስታት ድማ ርኡይ ፍልልይ ዝኾነ ፈጢሩ ይርከብ። ዝኸበርኩም ተኸታተልቲ እዚ መደብ ክሳብ መወዳእታ ምሳና ሓቢርኩም ብምጽናሕኩም እናመስገና ዝተፈላለየ ኣገደስቲ ጉዳያት ኣብ ዓለምናን ሃገርናን ኣብዚ መደብ ከነቕርበልኩም ምዃንና ክንሕብረኩም ንፈቱ እንገብሮም ትሕዝቶ መታን ክብእዋኑ ክበጽሑኹም ነዚ ቻነል ሸር ምግባር ከምኡውን ትሕዝቶና እንተፈቲኹሞ ሳብስክራይብ ላይክ ግበርሉ ሰናይ ቅነ